ሰላም ጥዕና ይሃበለይ ዝኸበርኩምን ፍትዋትን ተኸታተልቲ መደብ ሳባውያን ታይምስ ለሞን ከምቲ ልሙድ ነዚ ዕለት ዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንሰናይ ምክታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ክነብል ጀግና ሰራዊት መከላኸሊ ትግራይ ብኣንፈት ወጀራት ዒስራ ዓዲ ናብ ትግራይ ክኣቱ ፈቲኑ ዝፀንሐ ሓይልታት ሓራ መሬት ተፀራሪጉ ካብ መሬት ትግራይ ከም ዘውፅኦም ተገሊፁ ኣሎ። ዝርዝሩ ክትሰምዑ ኢኹም። ናብ ፀለምቲ ሰጊሩ ዝፀንሐ ጀግና ሰራዊት ምክልኻል ትግራይ ንድሕሪት ክምለስ ውሳነ ከም ዝተውሃበ ዝፍለጥ እንትኸውን ነዚ ውሳነ ስዒቡ ኣብ ትግራይ ከቢድ ተቃውሞ እንዳተሰምዐ ይርከብ። ኣዘራራቢ ጉዳይ ኮይኑ ይርከብ። ዝርዝሩ ክትሰምዑ ኢኹም። እዚ ከምዚሉ እንዳሃሎ ግዝያዊ ምምሕዳር ትግራይ ሕዚ ቅድሚ ሒደት ደቓይቕ መግለፂ ብምዝርጋሕ ካብ ፌዴራል መንግስቲ ኣወንታዊ ምላሽ ክንረክብ እንፅበዮ ሕቶ ኣቕሪብና ኣለና ክብል ጠቒሱ ኣሎ። እንታይ ዝብል ሕቶ ኣቕረበ? ኣብ ምድላውና ብዝርዝር ክትረኽብዎ ኢኹም። ላይክ፣ ኮሜንት፣ ሸር፣ ሰብስክራይብ እንዳገበርኩም ንምድላውና እስካዕ ፍፃመ ብምፅናሕ ክትከታተልዎ ንዕድም። በብዘለኹሞ ሰናይ ፃንሒት ይግበረልና። ኣብ ኩለን ወረዳታት ዞባ ምብራቕ ትግራይ ካብ ፅባሕ ጀሚሩ ወፍሪ ምዕቃብ ሓመድን ማይን ክሳለጥ ምዃኑ ተገሊፁ። እቲ ዝሳለጥ ወፍሪ ምዕቃብ ሓመድን ማይን ንስራሕቲ መስኖ ብዝድግፍ ከም ዝኸውን ድማ ተመላኺቱ ኣሎ ይብል ፍልፍል ሓበሬታ። ነቲ ወፍሪ ንምጅማር ብደረጃ ዞባ ኣብ ከተማ ፍርወይኒ ኣብ ዝተሳለጠ መድረኽ ምልዓል ተረኺቦም ዘረባ ዘስምዑ ዋና ኣማሓዳሪ ዞባ ምብራቕ ትግራይ ዶክተር ኣብርሃም ሓጎስ ከም ዝሓበርዎ እቲ ካብ 25 ጥሪ 2018 ዓ ም ጀሚሩ ክሳዕ ሰላሳ ጥሪ ክልተ ሽሕን ዓሰርተ ሸሞንተን ዓመተ ምህረት ብኣቆጻጽራ ግእዝ ዝጸንሕ ወፍሪ ዕቀባ ሓመድን ማይን ንፈተነ ተባሂሉ ብሰማእታት ተሰይሙ ዝሳለጥ ክብሉ ሓቢሮም ኣለዉ። ካብ ክልተ ለካቲት ክልተ ሽሕን ዓሰርተ ሸሞንተን ዓመተ ምህረት ብኣቆጻጽራ ግእዝ ጀሚሩ ድማ ስሩዕ ወፍሪ ዕቀባ ሓመድን ማይን ሰለ ዝጅመር መራሕቲ እቲ ዞባ ምስ ህዝቢ ተናቢቡ ነቲ መደብ ክዕወት ልዑል ትኹረት ሂቡ ክሰርሐሉ ከም ዘለዎ ሓቢሮም ኣለዉ። ምክትል ዋና ኣማሓዳሪ ሓላፊ ዘፈር ቁጠባ ዞባ ምብራቕ ትግራይ ኣይተ ሃይለ ገብረ ማርያም ከም ዝሓበርዎ እቲ ዝሳለጥ ወፍሪ ዕቀባ ሓመድን ማይን ምእላይ መፋስሳት ኣብ ዓሰርተ ሓደ ገጠራትን ወረዳታትን ሸውዓተ ከተማታት እዩ ክሳለጥ ክብሉ ሓቢሮም ኣለዉ። ብመሰረት እዚ ካብ ኩለን ከባብታት 306 መፋስሳት ተነፂረን ልዕሊ 200 ሽሕ ጉልበት በብመዓልቱ እናኸተተም 5638 ሄክታር መሬት ካብ ምጉሕጓሕ ሓመድ ከም ዝድሕን ሓቢሮም'ለው። ኣብቲ ዝተሳለጠ ወፍሪ ምልዓል ዝተረኸቡ ሓለፍቲ ዘፈር ቁጠባ ወረዳታት ክልተ ኣውላዕሎን ጋንታ ኣፈሹሙን ዝኾኑ ኣይተ ሃይላይ ገብረዝጋብሄርን ኣይተ ተስፋይ ሓጎስን ንድምፂ ወያነ ትግራይ ከም ዝገለፅዎ ድማ በቢዓመቱ ዝሳለጥ ወፍሪ ዕቀባ ሓመድን ማይን መሬት ከይጉሕጓሐ ከርሰ መሬት ማይ እውን ብምጉልባት ስራሕቲ መስኖ ክጠናኸር ዝልዓለ ትርጉም ስለዘለዎ ንዕውትነት እቲ መደብ ብዕቱብ ከምዝሰርሑ ተዛሪቦም ክብል ድምፂ ወያነ ትግራይ ኣብ ዝዘርጎ ሓበሬታ ጠቒሱ ኣሎ። ምሕደራ ትግራይ ናብ ጸለምቲ ተዋፊሩ ዝነበረ ጀግና ሰራዊት ምክልኻል ትግራይ ንድሕሪት ከንሳሕብ ዝሃቦ ትእዛዝ ብብርክት ዝበሉ ኣካላት ቁጥዐ ዝወለደ እንትኸውን ብተቓራኒኡ ድማ እቲ ስጉምቲ ኣብ ትግራይ ካሊእ ደም ካብ ምፍሳስ ዘቆጠበ ስጉምቲ እንዳተብሃለ እንዳተገለፀ ይርከብ። ከም ዝፍለጥ ቅድሚ ሒደት መዓልታት ጀግና ሰራዊት ምክልኻል ትግራይ ግዝኣታዊ ሓድነት ትግራይ ንምርግጋፅ ዝተሰደዱን ዝተመዛበሉን ወገናት ናብ መረበቶም ንምምላስ ዝዓለመ ወተሃደራዊ ምንቅስቓስ ብኣንፈት ፀለምቲ ኣካይዱ ምንባሩ ናይ ቀረባ መዓልታት ተዘክሮ እዩ። ይኹን እምበር ትማል ምሸት ሰዓት ሓደ ኣካባቢ ብኣቆፃፅራ ግእዝ ናብ ጸለምቲ ኣትይዎ ካብ ዝነበረ ወተሃደራዊ ምንቅስቓስ ከንሳሕብ ትእዛዝ ከም ዝተውሃቦ ፕሬዚደንት ግዜያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ጠቒሱ ኣሎ። ፕሬዚደንት ግዜያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ትማሊ ኣብ ትግራይ ቴሌቪዥን ቀሪቦም ኣብ ዝሃቦ ስፍሕ ዝበለ መብርሒ ናብ ጸለም ተኣትዩ ዝነበረ ሰራዊት ምክልኻል ትግራይ ከንሳሓብ ወሲንና ኣለና ክብል ምጥቃሱ ዝዝከር እዩ። ይኹን እምበር ውሕዳት ዘይበሃሉ ወገናት ውሕድ ዘይበሃል ኪሳራታትን መስዋእትነትን ዝተኸፈለሉ እዚ ወተሃደራዊ ምንቅስቓስ በየናይ መንፅር እዩ ዳግም ንድሕሪት ክንሰሓብ ውሳነ ዝተመሓላለፈሉ እንዳበሉ እንዳጠቐሱ ይርከቡ። ብፍላይ ድማ ሰራዊት ምክልኻል ትግራይ ንድርድር ዝኾነ ወሳኒ ቦታ ተቆፃፂሩ ሓይሊ ሚዛን ሒዙ ዞባ ምዕራብ ትግራይ ናብ ንቡር ምሕደርኡ ንክምለስ ዘኽእሎ ወተሃደራዊ ምንቅስቓስ ክገበር ኣብ ዝጀመሮ ወተሃደራዊ ወፍሪ ንድሕሪት ክምለስ ምግባር ዝተኸፈለ መስዋእትነት ምንሻው ዶ ይኸውንን ዝብል ሕቶ እንዳበገሰ ይርከብ። ብተቓራኒኡ ዝርከቡ ወገናት ድማ ሕዚ እውን ዘሎ ብሕታዊ ኣማራፂ ዘተ ሰላም እዩ ዝብል ሕቶ ብምልዓል ናይ ሓይሊ ኣማራፂ መወዳእቱ ዋላ ዓወት እንተኾነ ኪሳሩ እዩ ዘመዘንን ብምባል ተቃውሞታት ብምጥቃስ ጀነራል ታደሰ ወረደ ሰራዊት ትግራይ ንክምለስ ንዝሐለፎ መልእኽቲ እንዳደገፉ ይርከቡ። ክቡራትን ፍትዋትን ተኸታተልትና እቲ ናብ ፀለምት ተሰጊሩ ዝነበረ ሰራዊት ምክልኻል ትግራይ ንድሕሪት ከንሳሓብ ብምግባሩ እንታይ ተሰመዐኩም? ንትግራይኸ ኣየንኡ ይጠቅም ንዝብል ሪኢቶኹም ከምቲ ልሙድ ትሕትና ብዝተመልኦ ንትግራይ ብዝጠቅም መልክዑ መልእኽትኹም ክትፅሕፉልና ብትሕትና ንዕድም። እዋናዊ መግለፂ ግዝያዊ ምምሕዳር ትግራይ ግዝያዊ ምምሕዳር ትግራይ ኣብ ትግራይ ዘላቕን ነባርን ሰላም ከረጋገፅ ዝኽእል ተመዛበልቲ ወገናት ውሕስኖም ተሓልዩ ናብ መረበቶም እንትምለሱን ሕገ መንግስታዊ ወሰን ትግራይ እንትረጋገፅን ኢሉ ይኣምን። እዚ መሰረታውን ብሕታውን ድጉል ምክንያት ጎንፂ ኮይኑ ከገልግል ዝኽእል ሕቶ ድማ ብሰላማውን ፖለቲካውን መንገዲ ክፍታሕ ዝኽእልን ዝግባእን እዩ ዝበል ጽኑዕ እምነት ኣለና። ካብዚ ወፃኢ ዘሎ መንገዲ ዘላቕን ዘተኣማምን ሰላም ከረጋግጽ ከም ዘይኽእል ግዜያዊ ምምሕዳር ትግራይ ብጥብቂ ያምን። ኣብዚ ሰሙን ዘጋጠመ ግጭት እውን እቲ መሰረታዊ ሕቶ ትግራይ ዘላቂ ፍታሕ ብዘይምርካቡ ዘጋጠመ ክፍጠር ዘይግብኦ እዩ ክብል እውን ግዜያዊ ምምሕዳር ትግራይ ኣብ መግለፂኡ ይሕብር። ግዜያዊ ምምሕዳር ትግራይ ሕዚ እውን ብመሰረት ስምምዕነት ፕሪቶርያ ዘላቕንን ዘተኣማምንን ሰላም ከረጋገፅን ዘላቒ ፍታሕ ክውን ንምግባር ዘለዎ ቁርፀኝነት እንዳረጋገፀ ኣብዚ ሰሙን ብዘጋጠመ ግጭት ምክንያት ጠጠው ዝበለ በረራ መንገዲ ኣየር ኢትዮጵያ ክጅምሩ ህዝቢ ስርዓት ፋይናንስ ኣሚኑ ዝዓቆሮ ገንዘብ ኣብ ባንክታት ብዘሎ ሕፅረት ካሽ ምክንያት ኣብ ህዝቢ ተፈጢሩ ዘሎ ሽግር ክፍታሕ ወርሒ ክሳገር ዘፅግም ሰራሕተኛ መንግስቲ መደበኛ ደሞዝ ብእዋኑ ዝርከበሉ ኩነታት ክመቻቾ ንፌዴራል መንግስቲ ሓቲቱ ኣውንታዊ ምላሽ እውን ይፅበ ኣሎ። በዚ ኣጋጣሚ ንጉዳይ ምምላስ ተመዛበልትን ሕገ መንግስታዊ ወሰናት ትግራይ ነባሪ ሰላም ንክፍጠር ብሰላማዊ ፖለቲካዊ ኣገባብ ኣጠናኺሩ ንምቕፃል ዘለዎ ግቡእ ክዋፃ ከረጋግፅ ንደሊ ክፍል ግዜያዊ ምምሕዳር ትግራይ 24 ጥሪ 2018 ዓ ም ብኣቆፃፅራ ገዝ ኣማስዩ ኣብ ዝዘርግሖ መግለፂ ጠቒሱ ኣሎ። ኣብ ወጀራት ዒስራ ዓዲ ብሽም ሓራ መሬት ክንቀሳቐስ ዝጸንሐ ሓይሊ ብዝተወሰዶ ተሪር ስጉምቲ ነቲ ከባቢ ለቒቑ ከም ዝወጸ ተገሊጹ። ኣብ ዝሓለፉ ክልተ መዓልትታት ኣብ ወጀራት ዒስራ ዓዲ ምንቅስቓስ ብምግባር ኣብ ልዕሊ ሰራዊት ምክልኻል ትግራይ መጥቃዕቲ ዝፈጸመ ሓራ መሬት ብዝብል ስያመ ዝንቀሳቐስ ሓይሊ ብሽማግለታት እቲ ዓዲ ዝገበሮ ወተሃደራዊ ምንቅስቓስ ጠጠው ኣቢሉ ናብ ዝነበሮ ክምለስ ተደጋጋሚ ጸውዒት ዋላ እኳ እንተቐረበሉ ንዝቐረበሉ ፃውዒት ዕሽሽ ብምባሉ ጀግና ሰራዊት ምክልኻል ትግራይ ተሪር ስጉምቲ ከም ዝወሰደ እዩ ዝተገለፀ። እቲ ኣብ ዝሓለፉ ክልተ መዓልትታት ዝተኻየደ ከቢድ ናይ ተኹሲ ልውጥ ሓዊሱ ሎማዕንቲ እውን ተጠናኺሩ ድሕሪ ምቕፃል ሰራዊት ምክልኻል ትግራይ ናብቲ ከባቢ ኣትዮም ንዝነበሩ ሓይልታት ሓራ መሬት ፀራሪጉ ከም ዘውፀ ሕዚ ዝበፅሐና ሓበሬታ የመላኽት። እቲ ብክብሩ ካብ መሬት ትግራይ ክወፅእ ፃውዒት ዝቐረበሉ ሓይሊ እምብለይ ብምባሉ ከቢድ ዋጋ ክኸፍል ከም ዝኸኣለ ካብቲ ከባቢ ዝበጽሓና ሓበሬታ የመላኽት።